ኮነ ፍስሃ ወሰላም ሰላም ሰላም ክብራትን ፍትዋትን ተኸታተልቲ ናይ ማኣዲ ዩቱብ ቻናል ከመይ ኣለኹም? ባይ ወገን እግዚኣብሔር ይመስገን ፅቡቅ ኣለኹ። ሰላም እግዚኣብሔር ኣምላኽ ምስ ኩላትና ይኹን። ሎም ከዓ ብሓድሽ ትሕዝቶ ተራኺብና ኣለና። እንግዲህ ናይ ሎም ትሕዝቶና ከዓ ሓጢኣት ከመይ ገይረ ክሓድጎ ካብ ሓጢኣትስ ሙፃኣዊ ንልብል ማለት እዩና ቅድሚያ ግን ነዚ ቤት ሓደሽቲ ዝመፃኹም ሳብስክራይብ እንዳገበርኩም ቤተሰብ ኩኑ ከምኡውን ነባራት ዝፀናሕኹም ሼር ላይክ እንዳገበርኩም ነዚ ቪድዮ ጀምርዎ ማለት እዩ ያው እንግዲህ ከምዚ ኣይልል መፅ ዘለኹ ቦታ ስለለይረክብ እዩ ከምኡ እውን በዝሒ ስራሕ ስለለኾነ እዩ እንግዲህ ምንም ገብር ኣይክእልን እየ ሕቶ ንምምላስ ክምኩር እየ ከምኡ እውን ቪድዮ ንምክራፅ ግን ዝተኽኣለኒ መጠን ክምኩር እየ ማለት እዩ እዚ ጥያቄ እዚ እውነት ለመናገር ኣብኡ ትነብረሉ ተትኾን እሞ ተትናገሮ ደስ ምበለክ ምበለኒ ነይሩ ከም ኣነ ማለት እዩ ግን ከዓ ዘይትነብረሉ ትኾን ተለካ ሓደ ሓደ ግዜ እንግዲህ እስኪ እቲ ሰብ ይነብረሉ ዶ ይኾን ማለት ክጠቕሞ ዶ ይኾን ኢልካ ኢኻ ቪድዮ ትሰርሕ እምበይ ኩሉ ዝተዛረበ ይገብሮ እዩ ማለት ኣይኮነን እዩ ግን ክብርቲ ሓፍተይ ኣነ ከዓ ዝተኻእለኒ መጠን ማለት መኣዲ ሰብቲ ውሽጢ እሱ ወይ መፍቱ ናታት ኣቦታት ተትኾንሲ እንታይ ዓይነት ሪያክሽን ወይ እንታይ ዓይነት መልሲ ምሃብኪ ነርኪ ልብል ኣብቲ ናታትኪ ኣትየ ምባል ግን ክመኩር እየ ማለት እዩ ሓጢኣት እውነት ለመናገር ካብ እግዚኣብሔር ዝፈልየና ስለልኾነ ያው ንምሕዳግ ከዓ ረድኤት እግዚኣብሄር የድሊ ማለት እዩ ያው ረድኤት እግዚኣብሄር ክንረክብ ተኾይንና ከዓ ግድን ያው ንሕና ብጸሎት ብርቱዓት ክንኮን እኒኤና ማለት እዩ እና ኩሉ ግዜስ ረድኤት እግዚኣብሄር እንድሕር ንጽበ ኮይና ብጸሎት ጌርና ኢና ክንረኽቦ ንኽእል ረድኤት እግዚኣብሄር ማለት እዩ። ሕነኻ እስኪ ንልምን ኣለና ሓጢኣት በቃ ከምዚ ባህርያውና ወዲ ሰብ ድኻም ምዃኑ እስኪ ንፈልጥ ኣለና። ሓጢኣት ኣብ ዝገበርናሉ ግዜ እንድሕር ቀቢፀ ተስፋ ንበፅሕ ኮይና ግን ንሕና እኮ ናብ ፍፅምና ክንበፅሕ ናብ ናይ እግዚኣብሔር ኣምላኽ ፍቕሪ ክንበፅሕ ተኾይናሲ ግድን ኢና ክንወድቕ ለለና ማለት እዩ። እስኻ ብሓጢኣት ማለት እዩ እውነት ለመናገር ወይ ንሕና ሓደ ሓደ ግዜ ስቲ ሓጢኣትና እንገብሮሲ እግዚኣብሔር ኣምላኽ ሓጢኣት እኳ ተፀልአ ግን እቲ ሓጥያትናስ ንሰናይ እዩ ዝልውጦ ማለት እዩ እውነት ደስ ዝብለካ ነገር ከኣስ እቲ ሓጥያትና ናርነታትናሲ በቃ ልሰናይ ሲ ይልውጦ ማለት እዩ ልምንታይ በቃ ጸጋ ከምልበዝሐልና ይገብረልና እቲ ሓጢኣት ኣብ ዝገበርናዮስ በቃ ተመሊሱ ጸጋ ክበዝሐልና ይገብር። ናብ እግዚኣብሔር ኣምላኽ ፍጽምና ክንበጽሕ ተኾይናስ በቃ እዚ ሓጢኣት እዚ እዙ ዝሰራሕናዮ ስራሕ እዚ ናብ እግዚኣብሔር ለቕርበና እዩ ማለት እዩ። በዙይ ተስፋ ኣይንቑረፅ በእውነት ብዙይ ተስፋ ኣይንቑረፅ እግዚኣብሔር ኣምላክ ካብተን ልፀልእና ዓበይቲ ሓጢኣት ዝኾነት ኣያ ቀቢፀ ተስፋ ማለት እዩ ቀቢፀ ተስፋ ወይም ተስፋ ምቑራፅ ትዝዓበየ ሓጢኣት እዩ ማለት እዩ በእውነት ምክንያቱ ኣብ ርእስኻ ብቻ ለይኮንካ ተስፋ ትቖርፅ ዘለኻ ኣብቱ ህያው ዝኾነ እግዚኣብሔር ኣምላኽ ኣብኡ ኢኻ ተስፋ ትቖርፅ ኣለኻ ለምሳሌ መንፈሳውነትካ እንድሕር ድኺሙ ኾይኑ በቃ መንፈሳዊ ትልደለኻዮ ነገር እንድሕር ምብፃሕ ኣብዩካ ኾይኑ ኣብ ርእስኻ ክትቆርፅ ትኽእል ኢኻ ምኽንያቱ ደካማታት ስለ ዝኾንና እግዚኣብሄር ግን ኣባና ተስፋ ይቆርፅ እዩ ብቻ መዓልቲ ኣለዎ ማለት እዩ ብቻ ንሕና ዝተኸኣለና ነገር ግን ኩሉ ግዜ ኣብ ሓጢኣት ንውደቕ ማለት ኣይኾነን ንሕና ንገብሮ ዝግብእና ከዓ ክንገብር ኣለና ለምሳሌ ላብ ሓጢኣት ዝወድቀና ለሎ ምኽንያት እንታይ እዩ ንዕኡ ብደንቢ ጌርና ክነፅፍ ንገብሮ ኣለና ማለት እዩ። ክነፅፍ ክብል ከለኹ ናብ ሓጢኣት ዘውድቐና ምኽንያት ቀዲምና ክንዓፅዎ ኣለና። ምኽንያቱ ንሕና ኣብኡ ከይድና ዓቕሚ ስለ ዘየብልና። ለምሳሌ ኣነሲ ናይ ሙዚቃ ዓለም እንድሕር ኣልዩ ኮይኑሲ ካብቲ ሙዚቃ ኣትየስ በቃ ኣብኡ ጠንካራ እየ ክትብልስ ኣይትኽእልን ኢኻ ማለት እዩ። ደካማ ኢኻ ዋ። ቀዲምካ ግን ወይ ክትዓፅዎ ኣለካ ወይ ለይኽትሰምዕ ኢኻ ክትምኩር ዘለካ እምበይ ተሰሚዕካ እማ ትወድቕ እንዶ። ለምሳሌ ናይ ሓሜት ሓጢኣት ከዓ ንኺድ ማለት እዩ ያው ከምቲ ኣቦታትና ዝብሉና ሓሜት ሲ ስጋ ሰብ ምብላዕ እዩ ምሻ ይብሉና እንድሕር ስጋ ሰብ ምብላዕ ኮይኑ ላብ ሓጢኣት ላብ ሓሜት ዝወስደካ ምኽንያት እንታይ እዩ እቲ ላብ ሓሜት ዝወስደካ ዘሎ ምኽንያት ከዓ ለምሳሌ እቲ ንሰብ ትሓምዮ ዝነበርካ ምስ ሰብ ስለ እተዕልል እዩ ሓቀይ ዶ እቲ ዕላልኻ ምቕናስ ማለት እዩ። ምስ ሰብሲ ተዕልል ኢኻ ተዕልል ኢኻ ተዕልል ኢኻ ግን እምብቲ ተዕልሎ ዕላልኻ ቁጥብ ለለ ላፍታ ለምጸአትካ ነገር ንዓኣሲ ተዛሪብካ ምኻድ ማለት እዩ። ኣነ እዚ እሺ ምስ ሓንቲ ሓፍተይ ከውግዕ ኸይደ ንበል እታ ለምጸትኒ ነገር ኣውጊዐ እንድሕሪ ወጺኤ ልሓጥያት ወይም ላብ ሓሜት ልኣትየሉ ምኽንያት የብለይ ከም ኣብነት እየ ልብለኹ እንግዲህ እንድሕር እታ ለምጸት ነዊዐ ድሕሪኡ ለሎ ሰዓታት እንድሕር ቀጀም ልብል ኮይነ ግን ግድን እዩ ክሓምል ኣለኒ ማለት እዩ። ንሰብ ክኣ ንምንታይ ሓሚኻ ክትብሎ ኣይትኽእልን ኢኻ። ንምንታይ ብዝተኻእለካ መጠን እንድሕር ካብ'ዙ ናይ ሓምየት ሽግር እንድሕር ኣልካ ኮይኑ ናይ'ዛ ሓጥያት ናይ'ዛ ሓምየት ሓጥያት ዝኾነት እዚኣ ሽግር እንድሕር ኣልያትና ኮይና ቀዲምና ክንዓጽዋ ኣለና ማለት እዩ። እዚኣ ከኣ ውሑድ ዕላል ብምዕላል ካብኡ ከኣ ምስ ሰብ ዘለና ርክብ ንእሽተን ብምቕናስ እዩ ማለት እዩ። እንግዲህ ካብ ሰብ ተፈሊኻ ኣይትነብርን ኢኻ፣ ግን ከኣ መንፈሳዊ ልምምድ ማለት እዩ። መንፈሳዊ ልምምድ እዩ ናዕና እዚ። ሓንቲ ንባብ ነይራ ዘንበብክዋሲ ህዋሳትካሲ ክትቋጻጸሮም እንተኾይንካ ወይም ኹሉ ነገር ፍቓድ ዝኾነ ክንቋፃፀሮም እንተኸይድና ሲ ምእዙዝነት ክንላመድ ኣለና ልትብል ንባበይ ነይረ። ምእዙዝነት ምኽንያቱ ምእዙዝነት ከመይ ይመስለኩም? ካብ ዓቕምና ብላዕሊ ነገር ስርሑ ክንበሃል ንኽእል። ለምሳሌ ዋላ ኣብ ትሕቴና ዝኾነ ህፃን ማለት እዩ ክልእኸና ይኽእል እዩ ማለት እዩ ክልእኸና ይኽእል እዩ እንግዲህ ኣብ ውሽጥና ናይ ምምእዛዝ ነገር ናይ ምምእዛዝ ትምህርቲ ወይ ናይ ምምእዛዝ ተኽእሎ ስለ ዘይብልና ይነደና ማለት እዩ ይነደና እዚ ከዓ እቲ ውሽጥና ዘሎ ነለማምዶ ኣለና እቲ ውሽጥና ዘሎ ናይ ምምእዝዝነት ነገር ደንቢ ጌርና እንተላሚድናዮ እዚ ኻሊእ ህዋሳትና ስምዒትና ንምቁፅፃር ናይ ንደት ናይ ንዴት ስምዒት ክኾን ይኽእል፣ ናይ ምፅራፍ ስምዒት ክኾን ይኽእል፣ ርእስኻ ናይ ምግዛእ ማለት እዩ። ርእስኻ ናይ ምግዛእ ተኽእሎ እንድሕር ለይብልና ኾይንና ቀዳመይቲ ነገር ትገብርዋ ዘለኹም ምእዙዝነት ተምሃሩ እትብልያ እና ብጣዕሚ ከዓ ተገሪመ ባዕለይ ኣሃ ለከስ መኣዲ ከምዚ ኢለ ኣበይ ክሎ ምእዛዝ ልተኣብብል ስምዒታትኪ ምግታእ ለኣበይ ክሎ ርእስኺ ምግዛእ ለኣበይ ክሎ እዚ ምእዙዝነት ስለ ለይብልኪ እዩ ይብላ ነይረ ርእሰይ ማለት እዩ እና ካብቲ ሓጢኣት እዚ ንክንወፅእ ከዓ ቀዳማይ ነገር ምእዙዝነት ክንረክብ ኣለና ምእዙዝነት ክንላመድ ኣለና ንነብስና ማለት እዩ። በቃ ተኣዛዚት ክንኮን ከም ዘለና ምክንያቱ ምእዙዝነታ ይመስለና ናይ ርእሰ ምትሓት ክትስምዐና ስለ ዝትገብረና ብደንቢ ጌርና ኸኣ ንስጋና ትቐጽዓ ማለት እዩ። ምስጋና ይኹን ንጎይታና ኣምላኽና መድሓኒና የሱስ ክርስቶስ ናብዚ ክመጽእ ከሎ ናብዚ ምድሪ ማለት እዩ ብትሕትና እዩ መጺኡ። ደሓር ንርእስኻ መቸስ ምስኡ ክተወዳድር ከለኻ ዜሮ ፐርሰንት ኢኻ ግን ኸኣ ምልምማድ ማለት እዩ። ካልኣይ ነገር ኸኣ ውሳኔ ማለት እዩ። ካብቲ ሓጢኣት ንሱ ንኽትወጽእ ውሳነ ምውሳን። ውሳነ ምውሳን በቃ ሎም እግዚኣብሄር እኮ መሓሪ እዩ፣ እግዚኣብሄር እኮ ይቅረ በሃሊ እዩ፣ እግዚኣብሄር እኮ ከምዚኣ እያ እንድሕር ላበልካ ርእስኻ ትጥብር ተኾይንካ ግን ካብቲ ሓጢኣት መቸም መቸም ክትወፅእ ኣይትኽእልን ኢኻ። ረድኤት እግዚኣብሄርና ከምኡ ናታትካ ውሳነ የድሊ ኣብ ናይ እግዚኣብሄር ኣምላኽ ረድኤት ቃ ናታትና ውሳነ ይደሊ እግዚኣብሄር ኣምላኽ ልምንታይ ናታትና ድልየት ማለት እዩ ድልየትና ሲ እንታይ ምዃኑ ድልየትና ሲ በቃ እግዚኣብሔር ኣምላኽ ብደንቢ ገይሩ ይፈልጦ እዩ። ድሕሪ ድሌትና ሪኡ ውሳነና ሪኡ ከዓ እግዚኣብሔር ኣምላኽ ኣብቲ ውሳነ ዝወሰናዮ ፅንዓት ከም ዝህልወና ከዓ ይገብረና ማለት እዩ። ስለዚ ብዝተኸኣለና መጠን ናይ ውሳነ ሰባት ክንከውን ኣለና ኢለ ይሓስብ ማለት እዩ። እቲ ካሊእም ካብ ውሳነ ዝሓለፈ ከዓ ናይ ቅዱሳን ገድላት ምርኣይ ማለት እዩ። ቅዱሳን እዚ ነገር እዚስ ብኸመይ ሓሊፎምዎ፣ እዚ ሓጢኣት እዚስ ብኸመይ ሓሊፎምዎ ኢልኻ ናይ እግዚኣብሄር ኣምላኽ ረድኤት ማለት እዩ፣ ናይ እግዚኣብሄር ኣምላኽ ኣብኣቶም ኣብ ልዕሊኦም ኸመይ ነይሩ ኢልካ ክትርኢ ከለኻ ናታቶም ቅድስና እንዳረኣኻ እውን እቲ ናይ ለለካ ተስፋ ንኸይትቖርፅ ይገብረካ እዩ። ስለዚ ካብ ሓጢኣት ከመይ ገይረ ፈፂመ ይርሕቕ ክንብል ኣይንኽእልን ኢና። ከማን በእውነት ትዕቢት እዩ ይብልዎ ኣቦታትና ማለት እዩ ካብ ሓጢኣትሲ በቃ ልምንታይ ሓጢኣት ገይረ እየ ምባል ንባዕሉሲ ትዕቢት እዩ ይብልዎ ልምንታይ ንሕናስ በቃ ደካማታት ምዃንና ምርሳዕ ማለት እዩ ካልእ የብሃላ ስለዚ ንሕና ብዝተኻእለና መጠን ካብቲ ሓጢኣት ንሱ ንክንወፅእ ውሳነ ምውሳን ማለት እዩ ከምኡውን ገድለ ቅዱሳን እንዳረእና ወይም እንዳተመልከትና ምኻድ እንግዲህ ኻሊእም በቃ እቲ ሓጥያት ንኸይንሓድጎ እቲ ሓጥያት ንኸይነብሎ ልገብረና ለሎ ስምዒት ማለት እዩ። ስምዒታትና ኣይንስማዓዮም ናብ መን እየ ማለትስ ናይ ሓጥያት ልወስድ ማለት እዩ። ናይ ሓጥያት ልወስድ ስምዒት እኒኦዎ ዶ? እሱስ ኣይንስማዓዮ ግዝያዊ ስለ ልኾነ ማለት እዩ። ሓደ መምህር ክምህር ላሰማዕኽዎሲ እዚ ሓጥያት እዚ ወይም እዚ ስምዒት እዙይሲ እንግዳ እዩ ይብሉ ማለት እዩ። እንግዳ ወይም ጋሻ ማለት እዩ። ጋሻ ኣብ ቤትካ ውዒሉ ወይም ተወሰነ መዓልትታት ኢሉ ውስድ እምበይ ምሳኻ ኣይቕመጥን እዩ ማለት እዩ። ይኸዲ ጋሻ ሲ በቃ ውዒሉ ወይ ከዓ ክኸዲ ይኽእል እዩ። ንሕና ከዓ ስምዒታትና ልክዕ ከም ጋሻ ክንቆፅሮ ኣለና ማለት እዩ። ማለት ልርእስናስ ክንዕገሶ ኣለና። እቲ ጋሻ ዝገበረ እንተገበረ ብዙሕ እንተ ማለት ዋላ ይረብሽ ማለት እዩ ጋሻ ስለ ዝኾነ ሽዑ ኢልካ ኢኻ ትዕገሶ ማለት እዩ። ንሕና ከኣ ጋሻ ኣሉ መጸኒ ሓሳብ ማለት ማዕበል ዘልዕለልና ማለት እዩ ብኻልእ ኣበሃህላ ማዕበል ሓሳባት እንኦ እቲ ማዕበላት ኣብ ውሽጥና ዘሎ ወጣትነት ኣሎ ብዙሕ ነገር ስለ ዘሎ እዚ ንሱ ካብ እግዚኣብሄር ዝፈሊ ካብ እግዚኣብሄር ኣምላኽ ዘርሕቕ እንድሕር ኮይኑ ንርእስና ንተዓገሶ ማለት እዩ። ርእስና ትዕግስቲ ንግበረሉ። እዚ ትዕግስቲ እዚ ከኣ ናብ እግዚኣብሔር ኣምላኽ ረድኤት ክንረክብ ይገብረና እዩ ማለት እዩ። ንርእስና ክንዕገሰሉ እምቢ ንሓጢኣት እዚ ሓሳብ እዚስ ናየይ ይኾነይ እዚ ሓሳብ እዚስ ናተይ ይኾነይ ኢልና ክንቃወሞ ከለና እግዚኣብሔር ኣምላኽ ይረድኣና እዩ ማለት እዩ። ውሽጥና ከኣ ብኸምዚ ዓይነት ልፍተን እንተኾይኑ ውሽጥና ይጸሪ እዩ ማለት እዩ። እንዶም በቃ ማለት ንእግዚኣብሔር ኣምላኽ ዘለካ ተኣዛዝነት ማዕረ ክንደይ እዩ ትምዝነሉ እዩ ማለት እዩ። ስለዚ ንሕና ከኣ ስምዒታትና መጺኦም ለልውኹና ስለ መጻኢ ይኹን ስለ ሐዚ ለለናዮ ይኹን ስለቲ ዝሓለፈ ይኹን ለምሳሌ ናይ ቀደም ዝነበረ ሓጥያትካ እንዳመጸ ለዛኻኽረካ ኣይንስማዕዮ ልቀጻሊ እባ ታይ ትኾን ኢኻ እባ ለልጭንቀና ኣይንስማዕዮ እቲ ሐዚ ለለኻዮ እባ ሓጥያት ጌርካ ኢኻ ልብለና ኣይንስማዕዮ ኣይንጨነቅ ማለት እዩ ብቻ ንሕና እግዚኣብሔር ኣምላክ ክረድኤና ከምዝኾነ ረድኤተ እግዚኣብሔር ናብ እግዚኣብሔር ኣምላኽ ናብ ንስሓ ከብቅዐና ስለ ዝኽእል ረድኤተ እግዚኣብሔር ኩሉ ነገር እንድሕር ምስማዓዊናዮ ኮይንና ናይ እግዚኣብሔር ኣምላኽ ረድኤት እዩ ዝቐርበና ናባና ማለት እዩ። እሞ ሻሂ እዚ ዳሰማዕኹም ድኹም ባ ላይክ ዘይገበርኩም ሻሂ እዚ ሸር ዘይገበርኩም ባ እና ናብ ኩሉ ሸር ግበርዎ ንክበፅሕ ናይ ሰለስተ ሽሕ ኣእትውኒ ማለት እዩ። ካብኡ ከዓ ሞኔታይዜሽን ክኾን ሸር ግበርለይ ማለት እዩ። እስክዕ ይወቱ እንትና ማለት ንቐፃሊ ከዓ ክጠቕመና ስለ ዝኽእል እዚ ቻናል እዚ ማለት እዩ እና እንታይ እንታይ ኢልና እንዲና ማለት እዩ ቀዳማይ ነገር ናይ እግዚኣብሔር ኣምላኽ ምቕራብ ፀሎት ምግባር ማለት እዩ። ካብኡም ውሳኔ ምውሳን ማለት እዩ። ካብኡም ሳልሳይ ድማ ያው ናይ እግዚኣብሔር ኣምላኽ ዘውፅሕና ገድለ ቅዱሳን ምንባብ ማለት እዩ። ገድለ ቅዱሳን ብኸመይ ሓሊፎምዎ ብኸመይ ስነዚ ሓጢኣት እዚ ሰጊሮምዎ ልል ማለት እዩ። ካብኡ እቲ ራብዓይ ደግሞ ራብዓይን ናይ መወዳእታን ደሞ ያው እንግዳ ማለት እዩ። ሓጢኣት ልክዕ ከም ጋሻ እዩ። ልክዕ ግዜኡ ያው ጽቡቕ ኮይኑ ክስምዕና ይኽእል እዩ። ዳሕራይ ግና ዋጋ ለኽፍለና እዩ። ዳሕራይ ግና ላበይ እንደናየ ጸጸት ለእትወና እዩ ማለት እዩ። ስለዚ እቲ መበል ራብዓይ ደሞ እንግዳ ዝኾነ ሓጢኣት ለይምስማዕ ማለት እዩ። እንግዳ ልመሰለና ወይ ጋሻ ዝኾነ ሓጢኣት ንዕኡ ዘይምቕባል ንዕኡ ዘይምስትእንጋድ ማለት እዩ። እግዚኣብሔር ኣምላኽ ክረድእና ኦ ኣምላኽ ኣቦታተይ እዚ ኣቦታትና እዚ ካብ ዓቅሞም ንላዕሊ ክኾን ከሎ እዚ ነገራት ኦ ኣምላክ ኣቦታተይ ርደኣኒ ይብሉ ኔሮም ማለት እዩ። ስለዚ ንሕና ከኣ ኦ ኣምላክ ኣቦታተይ ርደኣኒ ኢና ክንብል ዘለና ማለት እዩ። ክቡራንን ፍትዋትን ተኸታተልቲ ናይ መኣዲ ዩቱብ ቻናል ሎሚ ሒዘልኩም ዝመጻኹ እዚኣ ትመስል ኔራ ማለት እዩ። ኣሕዋትኩም ትጠቅም እያ ተኢልኹምዋ ደሞ ሸር ብምግባር ንኣሕዋትኩም ኣካፍልዎ። ብኻሊእ ትሕዝቶ ወይም ብኻሊእ መደብ እስካብ እንራኸብ ደሞ ሰላም እግዚኣብሔር ኣምላክ ምስ ኩላትና ይኹን ባባይ።